ሰላም ዝኸበርኩም ተዓዘብቲ ከመይ ቀኒኹም? ንሎሚ ኸኣ ብሓንሳብ ኴንና ቅርሲ ክንሰርሕ ኢና። ኣቐዲመ ኸኣ ሸር፣ ሳብስክራይብ፣ ኮመንት፣ ላይክ ብምግባር ኣተባብዑኒ። ንትገሩለይ ምትብባዕ ኸኣ ብጣዕሚ እየ ዘመስግን። ናብቲ ስራሕ ከብለኩም እየ ሕጥር ዝበለት ህውኽ ኢልና ጥዕምቲ ቁርሲ በሊዕና ናብ ስራሕና ድዩ ናብ ንደልዮ ክንከይድ ንኽእል ኢና ዘድልየና ከዓ ሓንቲ ወይ ክልተ ቺክን ብረስት ማለት እዩ እዚ መልሓጭ ንብሎ ዓፅሚ ዘይብሉ ዝሽየጥ ኣሎ ንበይና ቁርሲ ክንሰርሖ ዘድልየና ቀማማት ከዓ እንዳሰራሕና ክንሪኦ ኢና ከምዚ ከምዚ ጌርና ርቐቕ ዝበለ ወይ ከዓ ንቑሞት ንውሕ ዝበለ ዓይነት ኣማታትራ ጌርና ክንሞትሮ ኢና ብሓንሳብ ኬንና ንምተር ኦኬ እንዲያ ጌርና መቲርና ናብዛ ናብ ዝኾነ መትሓዚ ዕሞቕ ዝበለ ንግምጥሎ ማለት ሕራይ እምበኣር ጫው ገይረ ኣለኹ ከምኡ ውን እዞም ቀመማት ብሓንሳብ ቀሪበዮም ዘለኹ ሕራይ እምበኣር ተጠቂመሉ ዘለኹ ቀመማት ከዓ በርበረ ፀሊም ርሑስ ፐርሰሚሎ ዝደረቐ ከዓ ዲል ቁሩብ ማለት እዩ ከይበዝሐ እዚ እዩ ፓፕሪካ ቤዝል ፃዕዳ ሽጉርቲ ክልተ ማንካ ከኣ ርጉኦ ገይረሉ ኣለኹ። ዘይቲ ከኣ ንገብረሉ። ደሓር ነዚ ኣዚና ጽቡቕ ጌርና ንሓዋውሶ ተደሊና ብኢድና ተደሊና ከኣ ብማንካ ከም ዝጣዕመና ጌርና ጽቡቕ ጌርና ንሓዋውሶ ማለት እዩ። ሕውስውስ ምስ ኣበልናዮ ከኣ ዘድልየኒ ቀይሕ ሽጉርቲ ስላይስ ዝታመትረን ፔፐሮኒ ብጫ ዝኾነ ዘለና ሕብሪ ኣነ እንተጠቂመ ዘለኹ እዚ ብጫ መቲረ ኣለኹ ብድሕሪኡ ባዴላና ነርስኖ ባዴላና ቁርብ ዘይት ንገብረሉ ከይሕዝ መታን ማለት እዩ ርስን ምስ በለ ከዓኒ ኣብቲ ባዴላ ጌርና ንጠብሶ ማለት እዩ ከምዛ ንሪኣ ዘለና ቀስ ጌርና እንዳገንጠልና ወይ ከዓ እንዳኾስና ዋላ ሓንቲ ብዙሕ ስራሕ ኣይትሓትትን እያ ስልጥቲ እያ ከምዚኣ ጌርና ቀምም ነብሎ ቅልውልው ነብሎ ማለት እዩ

ዕልዋ ኣቢልና ብስል ምስ በለልና እቲ ስጋ ቀልጢፉ እዩ ዝበስል። እዘን መትከል ማይ ምስ ፀናሕና ሽጉርትን ፔፐሮንን ንገብረሉ እንተደሊና ከዓ ጉዕ ክንውስኸሉ ንኽእል ኢና። ከምዛ ንሪኣ ዘለና ኢላ ኣኺላ ኣላ ኣና ኸዓ በዚ እንታይ ዝበሃል ፒታ ድዩ ዝበሃል እዚ ቅጫ ዝገዛእኽዎ ኣለኒ ኣብኣ ጥቕልል ኣቢልና ኢና ክንቆርስ እዚ ካብ ገዛ ዝሰራሕክዎ እንታይ ዝባሃል እዩ ሰናፍጭ ንእሽተይ ክገብረሉ እየ ብታሕቲ ከምኡ ከዓ እዛ ንሪኣ ዘለና ኣዝያ ማዮኒዝ ይጥቀም ኣለኹ ጥዕምቲ እያ ብዙሕ ግዜ ኣይትወስድን እያ ብቅልል ዝበለ ከምዚ ጌርና ክንቆርስ ንኽእል ለኺ ነብሎ ብድሕረኡ ሮስት ክንገብሮ እተደሊና ወይ ከኣ ክንጠብሶ እተደሊና ነቲ ቅጫ መጥበሲ እተሃልዩና ኣብ መጥበሲ ጌርና ጠበስ ናብሎ ከምኡ መጥበስ እተዘይብልና ከኣ ከምዚ ኣነ ዝገብራ ዘለኹ ኣብ ባዴላና ቅድም እታ ባዴላ ርስን ነብላ ከከም ዝደለናዮ ደረቅ እተደሊና ድረቅ ዝበለ ንገብሮ ንእሽተይ ጥራሕ ጽልው ዝበለ እተደሊና ከኣ ንእሽተይ ጽልው ኣቢልና ኣውጺእና ንምገቦ ማለት እዩ። የቐንየለይ ክሳብ ሕጂ ክትከታተሉኒ ስለ ዝጸናሕኩም ብጣዕሚ የመስግን። ሰሰናዩ ኣብ ቀጻሊ ብሰላም የራኽበና። ቡሩኽ ኪነ።